መልእኽቲ ብርጌድ ንሓመዱ ጨንፈር ዓባይ ብርጣንያ ኣብ ጉዳይ ኤሪሳት። ዝኸበርኪ ዶክተር ሳባ ተስፋዮሃንስ ኣዶ ወንበር ኤሪሳት ከምኡውን ክቡራት ኣባላት ቦርድ ኤሪሳት ኣብ ህይወትኩም ሰላምን ጥዕናን ኣብ ስራሕኩም ከኣ ዓወትን ኣሳልጦን እናተመነና ሰናይ ቅንያት ኣውደ ኣመትን ርሑስ ሓድሽ ዓመትን ይግበረልኩም ይግበረልና። ንሕና ኣባላትን መሪሕነትን ብርጌድ ንሓመዱ ጨንፈር ዓባይ ብርጣንያ በዚ ኣብ ልዕሊ ኤሪሳት ኣጋጢሙ ዘሎ ጉዳይ ሻቕሎትና ኣብ ጥርዙ ስለ ዝበጽሐ ኣብ ቃልስና ከውርዶ ዝኽእል ሃስያ ከኣ ቀሊል ስለ ዘይኮነ ብኣጋ መፍትሒ ክግበረሉ ጽኑዕ እምነትና ክንገልጽ ንፈቱ። ከምቲ ተደጋጋሚ ትገልጽዎ ኤሪሳት ናይ ህዝቢ ምዃና ስለ እንኣምን ንሕና ከኣ ንፍትሒ እንቃለስ ኣካል ህዝቢ ኤርትራ ስለ ዝኾንና ካብ ኣገልግሎት ኤሪሳት ክንቋደስ ጥራይ ዘይኮነ ሽግራታ ኣብ ምፍታሕ እውን ክንሳተፍ ግቡእናን ሓላፍነትናን እዩ። ስለ ዝኾነ ከኣ፣ ሓደ። እቲ ብዕለት ዓሰርተ ሓሙሽተ ታሕሳስ ብጋዜጠኛ ሄኖክ ተኽለ፣ ብጫ፣ ዝቐረበ መደብ ሰሚዕና ዝኾነ ኣሉታ ስለ ዘይረኸብናሉ፣ ክልተ። ኣሉታ እንተዝህልዎ'ውን ናይ ጋዜጠኛ ውልቃዊ ርእይቶ ተባሂሉ ክስገር ዝግብኦ ደኣ እምበር ክሳብ ክንድኡ ክተዓባበ ዝግብኦ ጉዳይ ስለ ዘይነበረ፣ ሰለስተ። ብዕለት ሽዱሽተ ጥሪ ብመሪሕነት ጋዜጠኛ ሄኖክ ተኽለ ምስ ኩሎም መሳርሕቱ ኮይኑ ዝገበርዎ መግለጺ ድሕሪ ምክትታልና ብኣባላት ቦርድ ኤሪሳት ብፍላይ ከኣ ብኣደ ወንበር ኤሪሳት ዶክተር ሳባ ተስፋዮውሃንስ ጥሕሰት ሕጊ ክግበር ከም ዝጸንሐ ስለ ዝተገንዘብና፣ ኣርባዕተ። ልዕሊ ኩሉ ከኣ ብኩራት ኤሪሳት ኣብ ደምበ ፍትሒ ክፈጥሮ ዝኽእል ሃጓፍ ቀሊል ስለ ዘይኮነ፣ ንሕና መሪሕነት ብርጌድ ንሓመዱ ጨንፈር ዓባይ ብርጣንያ በቲ ኣባላት ፈጻሚት ኤሪሳትን ጋዜጠኛታትን ፍታሕ ኢሎም ዘቐመጥዎ ምሉእ ብምሉእ ተሰማሚዕናሉ ኣባላት ቦርድ ካብ ስልጣኖም ክወርዱ፣ ኤሪሳት ክሳብ ቀወምቲ ቦርድ ትመርጽ ከኣ ብጊዝያዊት ሽማግለ ክትመሓደር ምሕጽንታና ነቕርብ። እዚ ክትገብሩ እንተኽኢልኩም፣ ከም ኣብ ጉዕዞ ዘጋጠመ ተራ ጌጋ ተቖጺሩ ዝቕየመልኩም ኣይክህሉን'ዩ ጥራይ ዘይኮነ፣ ኣብ ምፍትሑ ተባዕ ስጉምቲ ብምውሳድኩም'ውን ክትምጎስሉ ኢኹም። ነዚ ተሓሲምኩም ናብ ዝገደደ ሓርጎጽጎጽ ክትመርሕዎ እንተሃቂንኩም ግን፣ ኣብዚ ደምበ ፍትሒ ይቕረ ዘይበሃሎ ጸሊም ታሪኽ ተቐምጡ ምህላውኩም ክስቆረኩም ይግባእ። ምኽንያቱ፣ ነዚ ብሓደ ህርመት ናብ ሓደ ጸላኢ ክግስግስ ዝጸነሐን ዘሎን ደምበ ፍትሒ፣ ናይ ዓመታት ጉዕዞ ንድሕሪት ክትመልስዎ፣ በንጻሩ ከኣ ነቲ እንኮ ጸላኢና ስርዓት ህግደፍ ጸባ ከተስትይዎ ኢኹም። ንሕና ብርጌድ ንሓመዱ ጨንፈር ዓባይ ብርጣንያ ከኣ ንጸላኢና ጸባ ዘስተየ ካብቲ ጸላኢና ፈሊና ከምዘይንሪኦ ክትግንዘቡልና ንደሊ። ዓወትና ብቕልጽምና! ብርጌድ ንሓመዱ ጨንፈር ዓባይ ብርጣንያ ዕለት ሸሞንተ ጥሪ ክልተ ሽሕን ዒስራን ኣርባዕተን።